ኣቦታት ኣይንተ እግዚኣብሔር ካህናት ኣኃው ተልእኮ ንጡፋት ዝኾኑ ኣሕዋት ዲያቆናት ከምኡ ድማ ብርሃነ ቤተ ክርስቲያን ዝተሰመኹም ምእመናን ኣቦታት ኣዴታት ኣኃው ኣሓት ከመይ ቀኒኹም ከመይ መጺኹም ኣሜን ልዑለ ባህሪ እግዚኣብሔር ኣምላኽና ሓጢኣትናን በደልናን ከይጸባጸበ ናብዚ ቅዱስ ስፍራ ናይዚ ቅዱስ ዕለት በረኸት ተኻተልቲ እንከውን ስለ ዝረድኣና ክብሪ ምስጋና ይኹኖ። እግዚኣብሔር ኣምላኽ ስለ ዝረድኣና ብጸሎት ናይ ወላዲት ኣምላኽ ቅድስት ድንግል ማርያም ብጸሎት ናይ ኩሎም ቅዱሳን እግዚኣብሔር ኣምላኽ ሎሚ እንመሃሮ ትምህርቲ ንኸገልጸልና ናብቲ ትምህርቲ ቅድሚ ምባልና ኩላትና ናብቲ ዝበሃለልና ነቕልብ ማለት እዩ። ኣብ ቅድስት ቤተ ክርስቲያን ወንጌል ከም እተነበበ ኩላትና ምስ ሰማዕናዮ ወንጌል ዮሃንስ ምዕራፍ ክልተ ክሳብ ዓሰርተ ክልተ ተነቢቡ ነይሩ። ቅድመ ለዘያነብብ ይደልዎ ቅድመ ለዘያነብብ ቅድመ ይስክር ስሙ ለበዓለ መጽሐፍ ወእምዝ ይምሃር ወያንብብ እብል ማለት እዩ ቅዱስ ዮሐንስ አፈወርቅ ዝኾነ መጽሓፍ ቅድሚ ምንባብካ እቲ ዝጸሓፎ በዓል መጽሓፍ መን እዩ፣ እቲ ናቱ ታሪኽ ኣመጻጽኡ ከመይ ኢሉ ጽሒፍዎ ቅድም ተመልከት ሽዕኡ እቲ መጽሓፍ ኣንብቦ ማለት እዩ። ናይቲ ጸሓፊ ታሪኽ ከይተመልከትና እቲ ናቱ ባክግራውንድ ከይተመለከትና ነቲ መጽሓፍ ክነንብቦ ኣይግባእን እዩ ማለት እዩ። ክነንብቦ ተኾይና ከምኡ ክንገብር ኣለና እብል። ቅድሚ ናብቲ ናይ ዕለት ወንጌል ተነበ መግለጺ ክሳብ ንኣቱ፣ ቅዱስ ዮሃንስ ወንጌላዊ መን እዩ? ከመይ ኢሉ መጺኡ? ከመይ ኢሉ ድማ ወንጌል ጽሒፍዎ ክንርኢ ኢና ማለት እዩ። ቅዱስ ዮሃንስ ኣብ ምዕራፍ ኣርባዕተ ወንጌል ማቴዎስ ምስ ሓዉ ደቂ ዘብዴዎስ ጎይታ ገፈፍቲ ዓሳ ከለዉ መጺኡ እንታይ ክገብረኩም እየ? ገፈፍቲ ሰብ ክገብረኩም እየ ንዑ ሰዓብኒ ኢሉ ዝመረጾ ሃዋርያ እዩ። ካብ ኩሎም ሃዋርያት ሃዋርያ ዮሃንስ ፍልይ ዝበለ መጻሕፍቲ ጽሒፉ ኣሎ ማለት እዩ። ሓሙሽተ መጻሕፍቲ ጽሒፉ፣ ሓደ ወንጌል ክጽሕፍ ከሎ፣ ሰለስተ መልእኽታት ጽሒፉ፣ ሓደ ድማ ራእይ ጽሒፉ ማለት እዩ። ካብ ናይ ኩሎም ሃዋርያት ምስጢር ዕምቆት ዘለዎ ናይ ነገረ መለኮት ዝገልጽ ዝጸሓፈ ቅዱስ ኣቦ እዩ። ምስቲ ትምህርትና ዝተኣሳሰር እዩ። ንሱ ዝበሎ ቃላ ኣብዚ ወንጌል ዘሎ ምስቲ ትምህርትና ምስ ናቱ ህይወት ዝተኣሰር ስለ ዝኾነ ናቕልለናካ እያ ዘላትና ማለት እዩ። ቅዱስ ዮሐንስ አፈወርቅ እዚ ዮሐንስ ወንጌላዊ ይቕሬታ ነገር ናይ መለኮት ወንጌል ዮሐንስ ክጽሕፍ ከሎ ካብ ኩሉ ወንጌላት ካብ መጽሓፍ ቅዱስ ፍልይ ዝበለ ወንጌል ዮሐንስ እዩ። እንታይ ስለ ዝናገር ንሱ ናይ መለኮት ነገር እዩ ዝዛረብ፣ ናይ ነገረ መለኮት እዩ ዝጽሕፍ ነይሩ። መጀመርታ ዮሃንስ ሓደ ሓደ ብቅድም ቃል ነበረ እቲ ቃል ድማ ብኣምላኽ ነበረ ከምኡ እንዳበለ ከቆጽል ከሎ ክጽሕፍ ከሎ ንቅዱስ ዮሃንስ መላእኽቲ ብምድምጻው እዮም ዝጽበዩ ዝስምዑ ነይሮም ንምንታይ ነቲ ዘመና ዘይቆጸረሉ ዘመና ተቆጸረ ቅድም ቃል ነይሩ ኢሎም ብዛዕባ ናይቲ ኣምላኾም ባህሪ ናቱ ብዛዕባ ናቱ እንዳገለጸ ከሎ ብዕምቆት እዮም ጽን ኢሎም ዝሰምዑ ነይሮም። ይኸይድ ይኸይድ ይኸይድ ይኸይድ ይጽሕፍ ኣብቲ ፍቕዲ ዓሰርተ ኣርባዕተ ምስ በጽሐ ግና እቶም መላእኽቲ ተደኒቖም ካብ ምድነቖም ዝለዓለ እንታይ ገይሮም ሽዕኡ ንባሕሪ ንእሽተይ ዓሚቕ ጉድጓድ ብሻ ኣሎ ንባሕሪ ብጭልፋ ገይሮም ቀቀድሖም ናብቲ ዓማቕ ንእሸይ ጉድጓድ ናብኡ ክውዕትዎ ናይ ባሕሪ ማይ ኣብቲኣ ጉድጓድ ክስታይ ክኾን ይኽእል እዩ ክፀሮ ክእል እቲ ማይ ፀሮ ዲ ፀሩን እንታይ ትገብሩ ኣለኹም ኢልዎ ማለት እዩ ዮሃንስ ንስኻ እኳ ነቲ ባህሪ ናቱ ዘይምርመር ረቂቕ ንሕና እኳ ዘይንፈልጦ ቃላት እንዳፀሓፍካ እንዳነገርካ ከለኻስ ይከኣል ኢልካ ተጻሓፍ ካላስ ንሕና ከኣ ነዚ ማይ ቀዲሕና ናብዚኣ ንእሽተይ ኣብዚኣ ንእሽተይ ዓሟቕ ዲጋ ናብኣ ክንመልኦ ኢና ኢሎሞ ብኸምኡ ምሂሮሞ ማለት እዩ ኣብ መወዳእታ ሽዑ እንታይ ኢሉ ቃል ስጋ ኮነ ኢሉ ሽዑ ብዛዕባ ዮሃንስ መጥመቅ ክጽሕፍ ጀሚሩ ማለት እዩ እቲ ናይ ነገር ክስታይ ኣቋሪጽዎ ማለት እዩ ዘቋረጸሉ ምኽንያት ንምንታይ እዩ? ኣእምሮ ደቂ ሰባት ክጸርዎ ዘይክእሉ እዚ ከማን እኳ ረቂቕ ናይ ረቂቓን ኢኻ ጽሒፍካ ዘለኽ ካብዚ ንላዕሊ እንተኸይድካ ግና ኣእምሮ ናይ ወዲ ሰብ ክጾር ኣይክእልን እዩ ክጸድፍ እዩ ክስሕት እዩ ርእሱ ክናወጽ እዩ ማዕሙቓት ናይ እግዚኣብሔር ኣይምርመርን እዩ ዋላ ኣብ ቅዳሴ ማርያም ኢንጠናቅቅ ማዕምግት እዩ ኢሉ ኣብ ባህር ያቆስ ይገልጾ እዩ ማለት እዩ ናይ እግዚኣብሔር ማዕሙቕናቱ ክንፈልጦ ይንኽእል ኢና እንኳይ ናይ እግዚኣብሔር ማዕሙቓት ናይ ወዲ ሰብ ማዕሙቕ ክንፈልጦ ይንኽእል ኢና ናይ ደቂ ሰባት እቲ ውሽጥና ዘንቀሳቐሰና ዘሎ ክንፈልጦ ይንኽእል ኢና ብዛዕባ ናይ ስርዓት ናይ ስትንፋስና ናይ ደምና ናይ ኩሉ ማለት እዩ ናይ ነብሱ ክምርምር ዝኽእል ሰብ የለን ሓቀ ዶ ኣርእስትና ኣይኮነን ሓለሽ ከምኡ ኢሎም ሰብ ምስ ነገርዎ ቀፂሉ ማለት እዩ ብዛዕባ ናይ ዮሃንስ ኢሉ ቀፂሉ ካብቲ ናይ ነገር መለኮት ወፅኡ ዮሃንስ ንዚ ክፅሕፍ ዘበሎ ድማ ዘገደዶ ድማ ሓደ እዩ ነይሩ ናይ ሎሚ ኣርእስትና ኣብ ሳልሳይ መዓልቲ ድማ እንታይ ኮነ መርዓ ኮነ ኣብ ቃና ናይ ገሊላ መርዓ ኮነ ኣደ ኢየሱስ እውን ኣብኡ ነበረት፣ ኢየሱስ ምስ ደቂ መዛሙርቱ ድማ ናብቲ መርዓ ተዓደመ ይብለና። ዮሐንስ እነህት ኣዴኻ ኢሉ ኣብ መስቀል ምስ ሃቦ ንድንግል ማርያም ይእትይዋ ማለት እዩ። ኣብ ቤቱ ምስ ድንግል ማርያም ብሓንሳብ ተቐሚጦም ንክንደይ ዓመት ንዓሰርተው ሓሙሽተ ዓመት ንዚም ኣቦታትና ክምስሉ ዋላ መዝሙር ዳዊት ደሎ ምስ ጠዋይ ዝኸይድ ሰብ እንታይ ይኸውን ብሓንሳብ እስከ ምስ ጠዋይ ዝኸይድ ሰብ ጠዋይ ይኸውን ምስ ጥዑይ ዝኸይድ ሰብ ድማ ጥዑይ ይኸውን ማለት እዩ ምስ ሓማይ ዝኸይድ ሰብ ሓማይ ይኸውን ምስ ለባም ዝኸይድ ሰብ ድማ ለባም ይኸውን ምስ ጻድቕ ዝኸይድ ሰብ ጻድቕ ይኸውን ምስ ሓጥእ ዝኸይድ ሰብ ከዓ ሓጥእ ይኸውን ዮሃንስ ድማ ንታ ድንግል ማርያም ድንግል ዝኾነት ስቕታ ዝልማዳ ብትምህርቲ ዝመለእት ርእሳ ምስኣ ዝኸይድ ስለ ዝነበረ ምስኣ ስለ ዝቕመጥ ስለ ዝነበረ እንታይ ኮይኑ ዮሃንስ ኣይተመርዓወን ድንግል እዩ ማለት እዩ ኣይሞተን እውን ኣብ ካልኣይ ግዜ መወዳእታ ክመፅእ እዩ ብድንግል እዩ ነይሩ እዚ እንታይ እዩ እቲ ምሳና ዝነብር ሰብ ታራ ኣለዎ ማለት ኣብ ህይወትና ሙሉእ ሙሉእ ንኽልውጠና ማለት እዩ። ሉቃስ ክጽሕፍ ከሎ እንታይ ዝጽሕፍ ብዛዕባ ድንግል ማርያም ኩሉ ነገር ትሰምዖ ኣብ ልባ ተዋህልሎ ነበረ ትብል። ዓሰርተ ሓሙሽተ ዓመት ምስ ዮሃንስ ክትቅመጥ ከላ ድንግል ማርያም ግና ምንጪ ፍልጠት ምንጪ ናይ ፍልጠት ዝኾነት ድንግል ማርያም ምስ ዮሃንስ ስለ ትቕመጥ ስለ ዝነበረት ዮሃንስ ካብኣ ክመሃር ክኢሉ ማለት እዩ በቲ ኣምላኽ ዝገለጸሉ በቲ ንሳ ድማ ክትጸንሶ ኮላ ካብ መልኣኽ ጀሚሩ መንፈስ ቅዱስ ክወርደኪ ክብላ ከሎ ትሽዓተ ወርሒ ኣብ ከብዳ ጸይራቶ ከላ ናይቲ ትሽዓተ ወርሒ ዝገብሮ ዝነበረ ጎይታ ኩሉ ምስ ወለደቶ ድማ ንሰላሳ ዓመት ዝኣክል ተኣምራት ዝገብሮ ዝነበረ በብዓይነቱ ዝገብሮ ነበረ ትምህርቲ ኩሉ ድንግል ማርያም ትፈልጦ ነይራ እያ ኣብ ልባ እያ ትገብሮ ነይረ ምስ ሓደ ሰብ ትዛረብ ይነበረትኒ እንሀት ኣዴኻ ምስ በሎ ዮሃንስ ግን ጎይታ ግና ኣብ ገዝኡ ምስ እተዋ ክተዕልሎ ጀሚራ ማለት እዩ ንዚ ድማ ራእያት ሕቡኣት ዝኾነ ራእያ ዮሃንስ ጽሒፉ ናይ ነገረ መለኮት ዝኾነ ድማ ወንጌል ዮውሃንስ ጽሒፉ ማለት እዩ። ፍልይ ዘብሎ ዮውሃንስ ካብ ኩሎም ወንጌላት ክጽሕፍ ከሎ ፍቕሪ ዝብል መልእኽቲ መሊእዎ ዘሎ ማለት እዩ። ፍቕሪ ፍቕሪ ፍቕሪ ዝብል እዩ ማለት እዩ። ዮውሃንስ ሰለስተ እንተሪእናዮ እቲ ሓደ ወዱ ዘፍቅሮ ሰደዶ ዮውሃንስ መልእኽቲ እተሪእናዮ ድማ ኣንቲ ማሕዋተይ ዓለም ፍትወታን ሓላፊ እዩ ብዛዕባ ፍቕሪ ኣምላኽ ክምህር ጀሚሩ ማለት እዩ። ምስ ፍቕሪ ሰብ እንተኸይድና ፍቅሪ ዝኮን ሂወት ነሕልፍ ዋላ እቲ ልሳንና ካብ ፍቅሪ ደይወጽ ካብ ፍቅሪ ወጻኢ ዝኮነ ነገር ኣይነድምጸሉን ኢና ማለት እዩ ስለዚ ጎይታ ካብ ገዳም ቆሮንጦስ ናብ ትምህርትና ክንምለስ ናብ ቀዳማይ ተኣምር ዝገበረሉ ኣብ ቃና ናይ ገሊላ ነይሩ እዚ ቃና ናይ ገሊላ ኣብ ቤተክርስትያንና ዓቢ ቦታ ዘለዎ ዓቢ ትምህርቲ ዝወሃበሉ ዓበይቲ ረቀቕቲ ነገራት ድማ ዝንገረሉ እዩ ማለት እዩ ሃዋርያት መጺኦም ጎይታ ኢየሱስ መጺኦም ኣይኮንን ኢሉ ጽሒፉ እንታይ ኢሉ ጽሒፉ ኣለና ዶ ሓንሳብ እንታይ ኢሉ ጽሒፉ ኣብ ሳልሳይ መዓልቲ ኣብ ቃና ዘገሊላ መርዓ ኮነ መን ነራኡ ንበራበር መን ነይራ መን ነይራ መን ነይራ እስከ ብሓንሳብ መን ነይራ ዮሃንስ ክፅሕፍ ከሎ ዝሕዝን ነገር ኣብዚ ግዜ እዚ ማርያም ኢልና ኢና ንፅዋዕ ንሕና ዘይኮንና ካባና ዝወፁ ማለት እዩ። ዮውሃንስ ኣብ ምሉእ ወንጌሉስ ንማርያም ኢሉ ይመፀን ዓሰርተ ኣርባዕተ ግዜ ዝኸውን ማርያም ኢሉ ፀዊዑ ኣሎ ካልኦት ማለት እቲኤን ማርያም በዓል ማርያም መግዳላዊት ማርያም መግዳላዊት ነይራ ከምዚ ከምዚ እንዳበለ ይፅሕፍ ነይሩ እዩ ንድንግል ማርያም ግና ዮሃንስ ማርያም ኢሉ ይፀውዓኒ እንታይ ኢሉ ይጽዋዕ ነይሩ? ኣደ የሱስ፣ ኣደ ኣምላኽ ማርያም ኢሉ እኳ ክጽዋዕ ይደፍር ኣይነበረን ዮሃንስ ንድንግል ማርያም በዚ ጉዳይ ድማ ቤተክርስትያንና ኣብ ጉባኤ ኤፌሶን ኣብ ሳልሳይ ዓለም ለኻዊ ጉባኤ ንስጥሮስ ህስውቸት ሰመይ ወላዲተ ኣምላክ ወላዲተ ሰብ ኣብ ዝበለሉ ግዜ ወላይት ኣምላኽ ወላይት ሰመር ወላይት ኣምላኽ ኣይትበሃልን እያ ድንግል ማርያም ኣብ ዝበለሉ ጉባኤ ብቅዱስ ቄርሎስ ተመርሐ እንታይ ኢሉ ኣውያት ተደሚፃ ማለት እዩ እንታይ ትብል ወላይት ኣምላኽ ትብል ቃል ኣብቲ ጉባኤ ስሪፃ ወላይት ኣምላኽ ስለ ዝኾነት ነቲ ኣምላኽ ዝኾነ ሰብ ዝኾነት ዝወለደት ኢሉ ድማ ወላይት ኣምላኽ ኢሉ ድሚፃ ማለት እዩ ዮሃንስ ግን ኣብዚ ኩሉ መልእኽታት ናቱ ምናልባት እቲኣ ናይ ነገረ መለኮት ትበሃል መልእኽቱ እንታይ ዝብል ኣደ ኢየሱስ ኢሉ ትጽውዓ ማርያም ኣይጽዋዕን ማለት እዩ። ማቴዎስ እኳ ክጽሕፍ ከሎ ማርያም ኢሉ ንምንታይ ማርያም ኢሉ ማቴዎስ እቲኣ ድንግል ኢሉ ማርያም ክብል ከሎ ካብ ሰብ ምዃና ንኸረድእ ኢሉ ጽሒፉ ክትውለድ ከላ ምዕራፍ ሓደ ማለት እዩ። ቅጽል ኢሉ ግና ኣብ ምዕራፍ ክልተ ቀይርዋ እዩ። ናብ ግብፂ ህዝቢ እቲ መልኣኽ ንዮሴፍ ክብሎ ከሎ ነቲ ህፃንን ንመንን ንማርያም ኣይበለና ንመን ኢሉ ነዲ ኢሉ ስለዚ ማርያም ኢልካ ኣይትፅዋዕን እያ ድንግ ማርያም ክንብላስኒ ኣይደረጀናን እዩ ማለት እዩ ድንግል ማርያም እቲ ናታ ዕምቆት ሓደ ዝፈልጦ መን እዩ? ወዳ እዩ ዝፈልጦ። ብድሕሪኡ ዝፈልጦ መን እዩ? ዮሃንስ እዩ ዝፈልጦ። ዮሃንስ ዓሰርተ ሓሙሽተ ዓመት ምንጪ ናይ ፍልጠት ዝኾነት ምስኡ ተቐሚጧ ብዛዕባኡ ብዛዕባኣ ክጽሕፍ ከሎ ግና ኩሉ ንሳ ስለ እትነግሮ ስለ ብዛዕባኣ ክጽሕፍ ከሎ ድማ ኣደ ኢየሱስ እነት ኣዴኻ ክብሎ ከሎ ኮነቲ ፍቑር እንሀት ኣዴኻ ኢልዎ እንሀት ኣዴኻ ንማርያም እንታይ ኢልዎ ኢሉ ምጽሓፎ ነይሩ ጸሓፊ መን እዩ ዘሎ መን እዩ ዘሎ ጸሓፊ ዮሃንስ እዩ ዘሎ ኣስዕብ ኣቢለ ምዚኣ ኣቢ ቀሺ ተኣምረ ማርያም ካብ ምባል ጸኒሖም ብግእዝ ተሰሚዕና ተኾይና ጠባሪዮስ ዝበሃል ንጉስ ነይሩ ኣለና ዶ ሓንሳብ ጠባርዮስ ዝበሃል ንጉስ ነይሩ ብዛዕባ ናይ ሞት ናይ ጎይታ ኩሉ ዝገብርዎ ኣብ ልዕሊኡ ኣይሁድ ምስ ሰምዐ ዋእ ከምዚ ዝኣመሰለ ከይረኣኽዎ ብምሞቱ ብምስቀሉስ ሓዚኑ ማለት እዩ ኣዲኡ እኳ ድንግል ማርያም ኣላ ምስ በልዎ እቲ ንጉስ ነዛ ኣደ ናይዚ ኣምላኽ ናይዚ ጎይታ እዚ ኣብ ቤተይ ክእትዋ ኢሉ ኩሉ ናይ ምቕባል ሬድ ገይሩ ኣምፁለ ኢልዎም ማለት እዩ ኣለና ዶ ሓሳብ ኣምፁለ እዮም ዝበለሉ እግዚኣብሔር ኣምላኽ ንድንግል ማርያም ናይ ስጋዊ ጣዕሚ ኣይምንየላን ድንግል ማርያም እውን ኣይትብህጎን እያ ትብህጎ ይነበረትን ኣይትብህጎን እያ እውን ኣብ ቤት መቕደስ ዝዓበየት ምድራዊ መግቢ በላዕትኒ። ምስ ምድራውያን ነገራት ኣይተዛረበትን ማለት እዩ። እንታይ ይብል ቅዳሴ ማርያም ክዛረብ ከሎ እንታይ ይብል ኣኮ ወራዙ ስፋ ዘናዝዙቺ ኣላ መላእክተ ሰማይ ሃወጹቺ በከመ ተብህለ ካህናት ወሊቃነ ካህናት ወደሱቺ ኣኮ ዝተኣምር ርሳሃተ ከመ ኣዋልድ እለ እምቅድሜቺ ወእለ እምድህሬቺ ኣላ በቅድስና ወበንጽ ስርጉት ኣንቲ ወራዚ ስፉጣት ዝኾኑ መንእሰያት ኣጉባዝ ኣየዘናግዑኹን ኣየዕልሉኹንን። እንታይ ዳ ዕልሉኺ መላእኽቲ ሰማይ ንጽህና ከምተን ብንጽህና ዘይነበረን ኣንስቲ ቅድሚኺ ዝነበረን ዝነበራን ዝሓለፋ ዝነበራን ከምአን ኣይኮንክ እንታይ ደኣ ብቅድስናን ብንጽህናን ኢኺ እዩ ዝብላ ኣብ ባህር ያቆስ ኣብ ቅዳሴ ማርያም ክምዝግና ከሎ ድንግል ማርያም ስለዚ እሳ እውን ኣይትበህጎን እያ ማለት እዩ ጎይታ ድማ ሰንጢቑ ወሲድዋ ማለት እዩ። ንመን? ንድንግል ማርያም። እቲ ንጉስ ግና ናይ ልቡ ስለ ዝሓስበሉ እግዚኣብሔር ኣምላኽ እንታይ ገይርዎ? ንዮሃንስ ልኢኹሉ ማለት እዩ። ኣብታ መርማርያም ኩለና ምጸንሐ ንዮሃንስ ልኢኹሉ፣ ዮሃንስ ወንጌላዊ ማለት እዩ። ዮሃንስ ወንጌላዊ ስእሊ ናይ ጎይታ ተሰቒሉ ከሎ እዛ ስእሊ እዚኣ ዝሰኣላ ዮሃንስ ወንጌላዊ ማለት እዩ። ብፍቓድ ናይ መን? ብፍቓድ ናይ እግዚኣብሔር ናብ መን? ናብ ጠባሪዎስ ቄሳር ማለት እዩ። ክሰቕሎ ከሎ ጎይታ

ሽዑኡ ከም ተጋገየ ተረዲኡ መዕጠቒ ገይርሉ ማለት እዩ ኣብ ተኣምረ ማርያም ከም ዝገብረልና ነበረ ዮሃንስ እዚ ዕምቆት እዩ ነይርዎ እዚ ትምህርቲ እዩ ነይርዎ ካብ ድንግል ማርያም እዚ ተገንዚቡ ማለት እዩ ዮሃንስ እዚ ድማ ክፅሕፍ ከሎ ወንጌሉ ኣደ ኢየሱስ ድማ ኣብኡ ነይራ ኣብዚ ዕለት እዚ ኣብ ቃና ዘገሊላ ተኣምራት ዝተገበረ ብዙሕ ኣብ ብዛዕባኡ ኣይንዛረብን ኢና ናይ ቃና ዘገሊላ ግና ምስ ህይወትና እንታይ ዘተኣሳስር ኣለዎ ሓደ ክልተ ክንርኢ ኢና ማለት እዩ። ኩሉ ግዜ ኦርቶዶክሳዊት ቤተክርስትያን እዛ ቅድስት ቤተክርስትያን እንገብሮ እትምህሮ ትምህርቲ ኩሉ መሰረቱ መጽሓፍ ቅዱስ እዩ። ኩሉ መሰረቱ ድማ ጎይታ እግዚኣብሔር ኣምላኽ ዝበላ እያ ትገብር። ስድራና ወለድና ኩሉ ዘዳመጽዎ ድንግል ማርያም እንታይ ኢና ንብሉ ንስኹም ክርስትያን ኦርቶዶክስ ማርያም ኢኹም ትብሉ ኢየሱስ ድሕሪ ድጽዋዕ ዲ ድበሃል ሓቀይ ከምኡ ኢኻ ትበሃል ማርያም ማርያም ዋላ ኣሕዋትካ ኮይኖም ከማን ከምኡ ይብሉኻ እዮም ኣብ ገለገለ ክትዛረብ ምስ ሰብ ሃሃልካ ክትዛረቦ ተጀሚርካ እቲ ብልቡ ዘሎ ከውፃልካ ከሎ ቤተክርስትያን ማርያም ማርያም እዮም በንተ ማርያም ባህርና ክርስቶስ እናበልኩም ትዛረቡ ብል ዮሃንስ ክጽሕፍ ከሎ ግና እንታይ ኢሉ? መርዓ ኮነ ኣብዘን ቃላት ኣድበለን ኣደ ኢየሱስ ኣብኡ ነበረት። ኢየሱስ ድማ ምስ ሃዋርያት እንታይ ገበረ? ናብቲ መርዓ ተዓደመ። ኣብ ኩሉ ግዜ ኣብ መርዓ ኣብ ንገብረሉ ቅድሚ ኣጋይሽን ቅድሚ እቶም ኣገልገልቲ ካህናት መዘምራን ቀዳመይቲ መን እያ ትመጽእ ኣብ መርዓና? መን እያ ትመጽእ? ቀዳመይቲ ድንግል ማርያም ከም ትመጽእ ዮሃንስ ዝነግረና ዘሎ ቀዳመይቲ ድንግል ማርያም እያ ትመጽእ ናብቲ መርዓ ማለት እዩ። እንተ ዓዲምናያ በቲ ኣማላድነታ ንኣምን እንተኾይና ኣብ ዳስ ናይ መርዓና ናይ ውራይና ቅድሚ ጎይታ ቅድሚ ሃዋርያት ድንግል ማርያም እያ ትመጽእ፣ ቅድሚ ዕዱማት እኳ። ኣብቲ መርዓ ዘጋጠመ እቲ ወይኖም ዝቐረብዎ ወይኖም ተወዲእዎም ኣይነበርዋኒ ወይኒ ተወዲእዎም ወኒ ተወዲእና ባርድና ኣይበልዋኒ ንሳ ግና ኣብቲ ዳስ ስለ ዝነበረት ወይኒ ከም ተወድኦም ተመልከተት ማለት እዩ ወይንች ኣልቦሙ ኢላቶ ማለት እዩ ወደይ ፍቁረይ ወይኖም እምበር ተወዲእዎም እዞም ሰብ ዳስ ከይሓፍሩ ገለ ግበሮም ኢላቶ ማለት እዩ። ኣማላድነታ ዓሚቕ ኣማላድነት ናይ ድንግል ማርያም ኣብዚ ይገልጸልና ማለት እዩ። ጎይታ ድማ ተቐብል ኣቢሉ ኦ ብእሲቶ ምን ትብዬ ምስሌኪ ኢልዋ እቲ ሰበይቲ እንታይ ኣለኒ ምሳኺ ጊዜ ጌና ኣይበጽሐን ኢልዋ ማለት እዩ። ንሳ ብምስጢር እያ ትዛረቦ ነይራ። ምንጪ ፍልጠት ኢልና ነይርና ሓቂ ዶ ድንግል ማርያም ወይኒ ተወዲእዎም ትብሎ ዘለ ንዓና ወይኒ ርሕቕና ነይሩ ንሓሙሽተ ሽሕን ሓሙሽተ ሚእትን ዓመት ወዲ ሰብ ወይኑ ስኢኑ እንታይ ይገብር ነይሩ ህይወቱ ኮንቱ ነይሩ ለፍየ ለፍየ ብ ነይሩ ለኣበሱ ወለ ይኣበሱ ቀኔሞ ሞት ኢሉ ጳውሎስ ከም ዝነገሮ ኩሉ ዝበደለን ዘይበደለን ኣብ ሲኦል ድርበ ነይሩ ብርሃን ኣይነበሮኒ በታ ኣዳም ሓንቲ ግዜ ዝተጋገየ ኩሉ ሰብ እንታይ ይገብር ነይሩ ሞት ይገዝኦ ነይሩ ማለት እዩ ንዚ ናይ ሓሙሽተ ሽሕን ሓሙሽተ ሚእትን ዘመን ሪኣ ወደይ ወይኒ ተወዲእዎም ወይኖም ሙልኣሎም ኣድሕኖም ወይኒ ኣመና ወይንኻ ሃቦም ኢላቶ ማለት እዩ ጎይታ ክምልስ ከሎ ብምስጢር መሊሱላ እሱ ድማ እንታይ ኢልዋ ኦብእሲቶ ኣንቲ ሰበይቲ ኣብ ኦሪት ዘፍጥረት ምልስ ንበል ኦሪት ዘፍጥረት እንታይ ይብለና ኣብ ኦሪት ዘፍጥረት ኣንቲ ሰበይቲ ኣንቲ ሰበይቲ ካብዛ ሰበይቲ እዚኣ ዝውለድ እንታይ ይኸውን እዩ ሸኾኖ እቲ ካብቲ ሰበይቲ ዝውለድ ስኒ ንመን ንዲያብሎስ ነቲ ገበል ዝቕጥቅጥን ዝረግጽን ክኸውን ኢሉ ጽሒፉ ነይሩ፣ ትንቢት ሂብዎም ነይሩ ማለት እዩ። ድሕሪ ሓሙሽተ መዓልትን ፈረቓን ካብ ጋል ጓልካ ተወሊዳ ዘድሕነካ እዩ፣ ካብዚኣ ሰበይቲ ማለት እዩ፣ ኣንቲ ሰበይቲ ዝበላ ማለት እዩ፣ ንዓኣ ከምጻ ኢሉ እዩ ማለት እዩ። እቲኣ ሓሙሽተ ሽሕን ሓሙሽተ ሚእትን ዓመት ኣኺላ ኣላ፣ ነቲኣ ናይ ሄዋን ከምጻ። ኣታ ሰበይ እታ ሰበይቲ ክብላ ከሎ ንሄዋን የቃልላ ነይሩ ዋላ ናይ ምቅላልቃል ድዩ ዋላ ናይ ምፅዋዒ ናይ ክብሪ እዩ ኣቤት ናይ ድንግል ማርያም ንግደፎ ናይ ድንግል ማርያም ትርጉሞ ተጀሚርና በብዓይነት እምነታት ዘለዎ ሰብ ናይ ምቅላል ክብሎ ክእል እዩ እታ ናይ ኦሪት ናይ ድንግል ናይ ሄዋን ዝነበረት ናይ ምቅላል ድያ ኣጸዋውዓ ነይራ? ኣቲ ሰበይቲ ክብላ ከሎ ናይ ምቅላል ኣይኮነትኒ ሰበይቲ ኣቲ ሰበይቲ እዩ ዝብላ ጎይታ ድማ ንዓኣ ከምጽእ ዳግማዊት ሄዋን እያ በእንተ ሄዋን ተኣጽኦ ተገነት ወእንተ ማርያም ድንግል ተርሆ ደገም ለነ ዳግመ ምስ ዝብል ዳግማዊት ሄዋን ምእንታን ካብድእ ኦብ እሱይቶ ኢልዋ ኦ ዝብሃል ቃል ኣብ ሰለስተ እዩ ዝምቀል፣ ቃል ናይ ኣኽብሮት ኣሎ፣ ቃል ናይ ርህራሀ ኣሎ፣ ቃል ድማ ናይ ተግሳጽ፣ ናይ ኣሕስሮ ኣሎ። ኦ ኣዳን ሰብኣ ገላትያ ይብሎም ጳውሎስ ንሰብኣ ገላትያ፣ ኦ ሃናንያ እፎ መልኣ ሰይጣን ውስተ ልብከ ከመ ተሃስዎ ለመንፈስ ቅዱስ ኢሉ ድማ ኦ ሃናንያ ሰይጣንስ ንከመይ ገይሩ ንልብኻ ብሒትዎ ዘሎ ንመንፈስ ቅዱስ ክትሕስዎ ኢሉ ድማ ናይ እንታይ ናይ ተግሳጽ ኦ ገሊጽዎ ነይሩ ናይ ርህራሄ ድማ ኦ ርህርህተ ህሊና ኦ ርህራህነ ህሊና ኢልና ክንደግሞ ደምሰና ናይ ርህራሄ ኣሎ ኦ ድንግል ኣዘክሪ ሃበ መዘክር ዘይረስእ ኩሎ ኢሉ ቅዳሴ ማርያም ከምዚ ንገበረልና እዚ ድማ ናይ ርህራሄ ማለት እዩ እቲ ናይ ናይ ክብሪ ድማ ኦ ዝብል ቃል ድማ ንበዓልቲ ቤትካ እዚ ድንግል ማርያም ተጠቀመሉ ማለት እዩ ኦ ብእሲቶ እንታይ ኣለኒ ምሳኽ ግዜ ኣይበጽሕን ዝበላ ቃል ጠቕሲ ኣልዒልና ቃል ጠቕሲ ኣልዒሎም መንፈስ ቅዱስ ዘይመልኦ ልቢ ምስ ቁኑዓት ሰባት ዘይከይድ መንፍ ሰብ እንታይ ዝኸውን ነቲ ቃል ኣምላኽ ብጌጋ ክትርጉሞ ጅምር ማለት እዩ ግዜ ኣይኣኸለን ንሳ ብምስጢር ክትዛረቦ ከላ ወይኒ ተወዲእዎም ንሱ ድማ እቲ ናይ ሰዓት ናይ ግዜስ ኣይኣኸለን ዘሎ እቲ ወይኒ ዝህበሉ ግዜስ ኣይኣኸለን ዘሎ መዓስ እዩ ወይኒ ዝወሃብ መዓስ ምስ ተሰቐለ እንታይ ምስ ገበረ እንታይ ምስ ተገበረ ደሙ ኣፍሲሱ ስጉ ድማ ቆሪሱ ኣብ ዝህበሎም ብዕለተ ሓሙስ ዓርቢ ስቕለት ዝስቀለላ እዚኣ እያ ግዜ ኣይኣኸለን ዘሎ ሰንበት ድማ ዝተስኣላ ካብ ሙታን ስለዚ ኣኸለ ግዜ ኣይኣኸለን ኢሉ ድማ መሊስላ ንድንግል ማርያም ማለት እዩ እቲ ኦ ካልእ ትርጉም ክህልዎ ከሎ ግዜ ኣይኣኸለን ዝብል ድማ ካልእ ትርጉም ኣለዎ ምንታይ ንግበር ካብዚ ቃና ነገሊላስ እንታይ ንምሃር? ኣብ ህይወትና ውራይ ንገብረሉ፣ ኣብ ህይወትና ወይ ንዝውዳኣሉ፣ ኣብ ህይወትና ዝኾነ ነገር ኣብ ዘጋጥመና ነታ ርህርህቲ ኣደ ዝኾነት ንድንግል ማርያም ኣብ ቤትና ክንእትዋ ይግብኣና ማለት እዩ። ህይወትና ወይኒ ይጎድሎ እዩ፣ ጎዲልዎ ኣሎ። ስጉኡን ደሙን ንቕበል ፍቕሪ ይጎድለና። እቶም ስጉኡን ደሙን ዘይንቕበል ድማ ፍቕርንን ወይንን ስጉኡን ደሙን ይጎድለና ማለት እዩ። ወይኒ ፍቕሪ እዩ። ወይኒ ሓንቲ ኩሉ ሰብ ዝብል ኣላ እንታይ ትብል እስከ ኣድምፁለይ ብሓንሳብ እስከ በልዋ ብሓንሳብ እስከ ብሓንሳብ በልዋ እስከ ናትኩም እንዲያ እዚኣ ሓደ ሰብ መስተ ክሰተ ተኮይኑ ወይኒ ኣስቲሕስ ስልም እንዲ ዝብል ገለ ዝብል ንዓይ ደምጫልካ ማለት እዩ መፅሓፍ ቅዱስ ካብ ኦሪት ድሕሪ ጀሚርና ክሳብ ሓድሽ ኪዳን ዘሎ ኩሉ ብዛዕባ ወይኒ ወይኒ ወይኒ ዝዛረቦ መስተ ሓጢኣት እዩ ኣይኮንኩን ዝብል ዘለኹ ወይኒ ዝዛረቦ ግና ወይኒ ስግኡን ደሙን እዩ ወይኑ ድማ ፍቕሪ እዩ። ፍቕሪ የሕጉሰካ እዩ ወይን የስተስፍ ይብለካ ምሽ ወይንስ የሕጉስ ይብለካ ትመስተስፍ ኢኻ ብለካ እቲ ምስጢር ግና ዝብለካ ዘሎ ተፋቐሪ እሞ ክትሕጎስ ኢኻ ምስ ጎረቤትካ ተተፃሊእኻ እኳ ከይርእየኒ እንዳበልካ ከምዚ ከይኸዳቱ ወይ ከዓ ትሕልዎ ኢኻ ድምፂ ከይውፅእ ማለት እዩ እዚ መሐጉስ ኣይገብረካን እንታይ ደኣ ስትረስ ተጫነካ እዩ ዝገብረካ ማለት ምስ ከባቢኻን ምስ ሕዋትካን ምስ ቤተሰብካን ምስ ስድራኻን ማለት እዩ ስለዚ ነቲ ወይኒ ዝጎደሎ ህይወትኩምስ ወይኒ ምልኡ። ብተዘዋዋሪ መንገድስ እዚኣ ወይኒ ስቴፕስ ትብል ንጥቀመላስ ንዓና ትሃርመና እኳ ተገምጢላ ስጉኡን ደሙን ዘይንቕበል ተኾይና ብፍቕሪ ዘይንመላለስ ተኾይና ንዓና ትሃርመና ማለት እዩ። ድሕሪ ሕጂ ክናድምፃ እንተኾይና ንመስተ ዘይኮና ክናድምፃ ዘለና ነዘን ክልተ ነገራት ስጉኡን ደሙን ተቐቢልና ፍቕሪ ድማ ሒዝና ምስ ከባቢና ብፍቕሪ ክንነብር ተጀሚርና ነድምፃ ማለት እዩ። ስለዚ ዮውሃንስ ንዚ ናይ ነገረ ሕቡኣት ክጽሕፍ ከሎ ድንግል ማርያም ምስኡ ዓሰርተ ሓሙሽተ ዓመት ኮፍ ስለ ዘበለ ብዛዕባ ድንግል ማርያም እዚ ነገራት ክጽሕፍ ክኢሉ ማለት እዩ። ቀሊል ነገር ኣይኮነን። ናይ ነገረ መለኮት ስለ ዝኾነ እዚ መጽሓፍ እዚ ኣራቂቁ ይጽሒፍዎ ኣራቂቁ ይጽሒፍዎ ማለት እዩ። ንዚ ድማ ማርያም ክብል ዘይደፈረ ማለት እዩ። ዛቲ ስብሃት ድንግል ማርያም ድንግል ወላዲተ ኣምላኽ፣ ድንግል ማርያም፣ እመቤትና ቅድስት ድንግል ማርያም፣ ኪዳነ ምህረት፣ ካልእ ካልእ ወዘተ እንብላ ካብ መን ተበገሰ እዩ? መሰረትና ንዓና መን እዩ? ዮሃንስ እዩ። መሰረትና መን እዩ ንዓና? ጉባኤ ኤፌሶን ቀዳሞት ኣቦታትና እዮም ማለት እዩ። ስለዚ ኩሉ ግዜ ኣብ ውራይ ብንገብረሉ ዕዱማት ጎይታ ኢየሱስ ምስ ሃዋርያት ተኣኪቦም መጺኦም ነይሮም። እቶም ዕዱማት እቶም ሃዋርያት ኣገልገልቲ ናይ ኣምላኽ እዮም ማለት እዩ። ዳስና ኣገልገልቲ ናይ ኣምላኽ ክህልውዎ ኣለዎም። ዳስና ድማ ድንግል ማርያም ክትህልዎ ኣለዋ። ብዓቢኡ ድማ ዳስና ክርስቶስ ክህልዎ ኣለዎ። ኣይና እዩ ክርስቶስ ዝኸውን ዘሎ እስከ ብሓንሳብ ክርስቶስ ዝኸውን ዘሎ ኣይና እዩ። ኣገልገልቲ ሃዋርያት ኢልናዮም ኣለና። እቶም ሃዋርያት ኣገልገልቲ ኢልናዮም ኣለና። ድንግል ማርያም ድማ ክትብሎ ኣለዋ ኢልና ኣለና ኣብ ዳስና ውራይና ክርስቶስ ካበይ ክነእትዎ ኢና ብኸመይ ኢና ንዕድሞ ኣብ ውራይና ብሓንሳብ ክርስቶስ ክንቅበሎ ኣለና ማለት እዩ ሰብ ውራይ ተኾይና ብስግኡን ደሙን ክንክለል ኣለና ማለት እዩ ክርስቶስ ሓንቲ ነገር ኣብ ውራይካ ትዕድሞ ሰብኣይን ሰበይትን እንተኾይንካ ተተቐቢልካ እንተ ተቐቢልካ ተተመርዒኻ ክርስቶስ ኣብ ዳስካ ኣቲኻ ኣለኻ ድንግል ማርያም ድማ ክርስቶስ ኣብ ዳስካ ኣብዚ ምስ ተቐበልካ ኣብ ቤተ ክርስቲያን ድንግል ማርያም ከይዓደምካያ ኣብቲ ዳስ ውራይካ ዝጎደልካ ኩሉ እያ ተምልኦ ማለት እዩ እቶም ኣገልገልቲ ኣምላኽ ድማ ዋላ ከይዓደምካያ እሞ ንመፁኻ እዮም ንሕና ግና ኣገልገልቲ ዓዲምና ስግኡን ደሙን ነቲ ሓደ ተሰሒብካዮ እቲ ሓደ ኣይትርፍን ኣብ ናይ እግዚኣብሔር ነገር ማለት እዩ ኩሉ እንገብሮ ውራይና ኩሉ እንገብሮ ኩሉ መርዓና ምስ ስግኡን ደሙ ዝተኸለለ ክኸውን እዩ ዘለዎ ማለት እዩ ሰብ ካብ ስግኡን ደሙ ርሒቑ ክነብር ይኽእል እዩ ኣምላኽ ናይ ምርጫ ኣምላኽ እዩ ዝሑሉን ውዕየን ጌረልካ ኣለኹ ደይደይካ በዘፈቀድከይ ዝብል ማለት እዩ ብዘይ ስግኡን ደሙን ብዘይ ፍቕሪ ክንገብሮ ንኽእል ኢና መርዓ። ገንዘብ ስለ ዝሓዝና መመርዓዊ ስለ ዝጎበዝና ክንምርዖ ዓቕሚ ኣዳም ስለ ዝበጻሕና ክንምርዖ ስለ ንኽእል ነማሓድሮ ነገራት ስለ ዘለና ክንምርዖ ዘይኮነ እቲ ምንጪ ነገር ዝኾነ ፍቕሪ ሒዝና ምስ ፍቕሪ ድማ መን ኣሎ እግዚኣብሔር ኣምላኽ ኣሎ ተነሲሕና ቅዱስ ቁርባን ዝወሃብ ንመን እዩ ዝወሃብ ንመን እዩ ዝወሃብ ነቶም ቅዱሳን ድዩ ዋላ ነቶም ሓጥኣን? ንመን እዩ ዝወሃብ ቅዱስ ቁርባን? ቅዱስ ቁርባን ንመን እዩ ዝወሃብ? ኣለና ዶ? ንመን ይወሃብ? እቶም ሓጢኣተኛታት ከማና ማለት እዩ ዝወሃብ። ናይ መወዳእታ ንእሽተይ እዚኣ ስታይ ገይረ ክዓፅወልኩም ኣብታ ታሪክ ታሪክ እዩ ዘበራብር ኣብ ቅዳሴ ነፅር ይብል ዲያቆን ካህን ድማ ትሰራዕ ካህን ድማ እንታይ ይብል ቅዱስ ለቅዱሳት ይብል ትካህን ኣለና ድማ ሓንሳብ ኣለና ድማ ሓንሳብ ኣለና ድማ ሓንሳብ ቅዱስ ለቅዱሳት ዲያቆን እንታይ ይብል ኣብ ቅዳሴ ቅድስና ጊዜ ጽን ኢልና ንካረቶ ኣሎ ነንብቦ ንመልከቶ ማለት እዩ ዓሚቕ ምስጢር እዩ ዘለዎ እቲ ዲያቆን ነጽር ኣስተውዕሉ ነስተውዕል ይብል። እቲ ካህን ድማ እዚ ቅዱስ ነቶም ቅዱሳን ይብል። ሓደ ኣብ በዓቲ ዓርብዓ ዓመት ንእግዚኣብሔር ኣምላኽ ዘገልግል ዝነበረ መነኮስ ኣብ በረኻ ማለት እዩ። እግዚኣብሔር ኣምላኽ ስግኡን ደሙን ክቕበል ስለ ዝደለየ እንታይ ገይርዎ? ብመልኣኽ ጎቲቱ ናብ ቤተክርስትያን ወሲድዎ ስግኡን ደሙን ክቕበል ማለት እዩ። ዋላ መነኮስ ኮይንካ ስግኡን ደሙን ዘይትቕበል ተኾይንካ ዋላ ብተጋድሎ ብዘይ ስጋን ደምን እንታይ የላን መንግስተ ሰማይ የላን ማለት እዩ። ናብ ቤተክርስትያን ወሲድዎ በተያ ጫፍ ኮይኑ እንዳቐደሰ ከሎ ቅዳሴ ምሉእ ወዲእዎ እቲ ዲያቆን ድማ ነግራም እንታይ ገይሩ ኣስተውዕሉ ኢሉ እቲ ካህን ድማ እቲ ቅዱስ ንቅዱሳን ኢሉ ኦይ ህዝቢ ካህን ከዓ እዚ ቅዱስ ንቅዱሳን ተይሉ ዳሞ ስጋን ደምን ናይ ጎይታስ ምን ኣይምልከተንን ሓጢአተኛ ስለ ዝኾንኩ ኣርብዓ ዓመት እዩ ገዳም ገይሩ ኣርብዓ ዓመት እዩ ኣብ ተባሕትዎ ነይሩ ማለት እዩ ንዓይ ኣይምልከተንን ኢሉ ሃዲሙ ከይዱ ኣብ መወዳእታ ቅዳሴ ክቕበል እዚ ኩሉ ተዳልዩ ክዳኑ ክስታይ ገይሩ ኩሉ ሬዲ ኮይኑ ይመፅኡ ሕሰቦ እሞ ንሕናስ ንምለስ ዶ ኣይትግባእን ንምለስ ኣይንምለስን ኢና ክንምለስ ስለ ዘለና ይኮና ንዛረብ ዘለና እቲ ዕምቆቱ ክርዳኣና ማለት እዩ ከይዱ ማለት እዩ ተመሊሱ ይጋደል ይጋደል ይጋደል እግዚኣብሔር ኣምላኽ ድማ ብዘይ ስግኡን ደሙን ተጋድሎ ጥራሕ ከዓ መንግስቲ ኣምላኽ ስለ ዘይእቱ ከዓ እንታይ ኢልዎ መሊእዎ እቲ መልኣክ ከዓ ሒዝዎ ኮይኑ ቅዳሴ ሙሉእ ወዲእዎ እቲ ዲያቆን ድማ ደጊምዋ እንታይ ኢሉ ኣስተውዕሉ ኢሉ እቲ ካህን ከዓ እቲ ቅዱስ ንቅዱሳን ኢሉ እዎ እዚኣ ቃል እዚኣስ ኣይትገድፈንን እያ፣ እዚኣ እውን ንዓይ ትምልከተኒ ኣይኮነትን ኢሉ ከይዱ ማለት እዩ። እቲ መልኣኽ ግና ዓጊትዎ ኣብቶም ኣብ ማዕጾ ቤተክርስትያን እዚ ኩሉ ህዝቢ ትሪኦ ዘለኻስ በኺዑ ኣይኮነን ስግኡን ደሙን ዝቕብሎ ዘሎ እንታይ ደኣ ኣብ መንጎ ቅዳ እንዳቀደሱ ከለዉ እንታይ ንብል ኢና ቅድሚ ሰራዊት ምባሃልና ሰራዊት ቅድሚ ዲያቆናት ምባሎም እንታይ ይብሉ በከመ ምህረትከ ኣምላክነ ወኣኮ በከመ ኣበሳነ ኢና ንብል ቅድሚ ሰራዊት ማለት እዩ ኣብ መወዳእታ ብድሕሪኡ ድማ እንታይ ይብል እግዜታ ንብል ማለት እዩ ኦ ጎይታ መሓረና ይቕረ በለልና ከምቲ ምሕረትካ ይቕረ በለልና ኢልና ድማ ንምህለል ማለት እዩ እሱ ድማ ቅዱስ ለቅዱሳት ምስ በለ ድማ ተቕብል ኣቢልና እንታይ ደና ንብል ኣሃዱ ኣብ ቅዱስ ኣሃዱ ወልድ ቅዱስ ኣሃዱ ውእቱ መንፈስ ቅዱስ እቲ ቅዱስ እስኒ ኣብ ወልድ መንፈስ ቅዱስ እዩ ንሕና ቅዱሳን ኣይኮናን ኦ ጎይታ ንዚ ስጋኻን ንዚ ደምካን ከም ምሕረትካ ከምቲ ኣበሰና ዘይኮነ ከም ምሕረትካ ኢና ንቕበሎ ዘለና ንሕና ኣብ ንቕበለሉ ግዜ ግና ንስኻ ምሳና ኹን ኣብ ንወድቀሉ ግዜ ኣልዕለና ኣብ ንደኽመሉ ግዜ ድማ ተስፋ ሃበና መፀናንዒ መልኣካ ስደደልና ኢና ንብል ከምዚ ስለ ዝኾነ እምበር ከም ግብሩ ዝቕበሎ የለን ሕለፍ ኢልዎ ማለት እዩ እንዳበኸየ እቲ መነኮስ ድማ ስግኡን ደሙን ተቐቢሉ ንገዳሙ ከይዱ ብሰላም ዓረፈ ማለት እዩ በረኽቱ ምሳና ትኹን እንታይ ንምባል እዩ ዳስና ብቅዱስ ቁርባን ክኸውን ኣለዎ መርዓና ማለት እዩ ብዘይ ቅዱስ ቁርባን ብዘይ ክርስቶስ ብቅዱስ ቁርባን ማለት ንቀይራ እዚኣ ቃል ቅዱስ ቁርባን ንቀይሮ ብዘይ ኣምላኽ ሓዳር ምግባር ማለት እዩ እዚኣ ሰለስተ ስሉስ ኩርናዕ ኣላ። ክልተ ኣካል ጓልን ወድን እንተለዉ እቲ ሓደ ኣካል ነቶም መራኸቢ ግና መን እዩ? ኣምላኽ እዩ። ሰብ ብዘይ ስግኡን ደሙን ሓዳር ክምስርት ከሎ ብዘይ ኣምላኽ ሓዳር መስሪተ የዋፃኒ ይወፅ እየ ኢሉ ዝምስርት ከምኡ ኢና ንምስርት። እዚ ድማ ዕሽነት ድዩ ዕሽነት ኣይኮነን ኩላትና ንምልሶ እዩ ማለት እዩ። ብዘይ ኣምላኽ እንታይ ይብል ተስፋ ወንጌል መንግስተ ሰማያት ተስፋ ተስፋ እግዚእነ ኢየሱስ ክርስቶስ እያ። መንግስተ ሰማያት ተስፋ ዘይብሉ ሰብ እምነት ዘይብሉ ሰብ ተስፋ ክገብር ኣይክእልን እዩ ትርድእሎም ዲኹም እምነት ዘይብሉ ሰብ ተስፋ ክገብር ኣይክእልን እዩ ተስፋ ምንጩ መን እዩ እግዚኣብሔር እዩ ካብ እግዚኣብሔር ዝረሓቐ ሰብ ተስፋ የብሉን እዩ። ሓዳርካ ድማ እግዚኣብሔር ተዘእቲኻዮ ድማ ተስፋ ይብልካን እዩ። ሓዳርካ ከምቲ ኣብ ወንጌል ማቴዎስ ምዕራፍ ሸውዓተ ፍቕዲ ዕስራ ሓደን ተዓሻ ቤቱ ኣብ ሑፃ ዝሰረተ ንፋስ ወሓዘ ንፋስ ነፈሰ ወሓይዝ ወሓዘ ንታ ቤት ድማ እንታይ ገበርዋ ደፍእዋ ወደቐት ዝተባህለ ከም ዝዓሻ ሰብ ኢኻ ትቑጸር ማለት እዩ። ንስጋን ደሙን እዩ ዝዛረብ ዘሎ። እቲ ለባም ሰብ ግና ቤቱ ኣብ ከውሒ ሰረይትዋ፣ ንፋሳት መጹ፣ ወሓይዝ መጹ፣ ነታ ቤት ደፍእዋ። እቶም ዝደፍእዋ ዘለዉ መን እዮም? ስድራ ቤት እዮም። እታ ዝደፍእዋ ዘለዉ መን እዮም? ቤተሰብ እዮም። እቶም ዝተፍእዋ ዘለዉ መን እዮም? እቶም ብኣኻ ደስ ዘይብሎም ብሓዳርካ ማለት እዩ ዝኾኑ እዮም። ይደፍእዋ በቃ ብዝተፈላለየ መልክዕ ዘረባ እንዳገበሩ ግን ኣብ ምንታይ ተሰሪታ? ኣብ ክርስቶስ እያ ተሰሪታ፣ ኣብ ከውሒ ተሰሪታ። እንታይ ትኸውን እያ? ኣይትፈርስን እያ። መርዓ ናይ ዞቺማስ ድንግል ማርያምን ሃዋርያትን ብዓቢኡ ድማ ጎይታ የሱስ ክርስቶስ ኣኪባ ነይራ። ዳስና ድማ ከምኡ ክንገብሮ ብስም ቅዱስ እግዚኣብሔር ኣምላኽና ይመጸነኩም ኣለኹ። እግዚኣብሔር ኣምላኽና ስለ ዝመሃረናን ዝገሰጸናን ክብርን ምስጋናን ንዑ ይኹን። ወስብሃት ለእግዚኣብሔር።